ሰላም ሰላም ተኸታተልቲ ቻነልና ቻነል መዳኣለም እዚ ኣብ ዓለም ናይ ዝተፈጸሙ ኣዝዮም ኣገረምቲ መስሐቕትን መሕዘንትን ፍጻመታት ብሰሓባይ መንገዲ እነቕርበሉ ቻነልና እዩ። ትሕዝቶታትና ብቐጻል ንኸጽሑኹም ሳብስክራይብ ብምግባር ቤተሰብ ይኹኑ። ናብ ዕለታዊ ታሪኽና ክንሰግር። ኣብ ታሪኽ ዓለም ካብ ሞት ንምምላጥ ዝተፈላለዩ ተኣምራት ዝገብሩ ሰባት ኣለዉ። ግን ተሰሚሙ፣ ተተኪሱሉ፣ ተደብዲቡ ኣብ መወዳእታ ድማ ኣብ ምበረድ ተደርብዩ ክምውት ዘይከኣለ ሰብኣይ ሰሚዕኹም ዶ ትፈልጡ? ሎሚ ብዛዕባ እቲ ምስጢራዊ ራስፑቲን ክንነግረኩም ኢና። ራስፑቲን ሓደ ተራ መነኩሴ እዩ ነይሩ፣ ግን ንወዲ ንጉስ ሩስያ ካብ ሕማም ምስ ኣሕወዮ ኣብቲ ቤተ መንግስቲ ዓብዪ ስልጣን ረኸበ። እቶም መኳንንቲ ሩስያ ግን እዚ ሰብኣይ እዚ ጠንቋሊ እዩ ብምባል ክቐትልዎ ወሰኑ። ብታሕሳስ ሽሕት ትሽዓተ ሚእቲ ዓሰርተ ሽዱሽተ ራስፑቲን ናብ ሓደ ድግስ ተዓደመ። እቶም ቀተልቲ ኣብቲ ዝበልዖ ኬክን ዝሰትዮ ወይንን ብርቱዕ መርዚ ገበርሉ። ራስፑቲን ነቲ መርዚ በሊዑን ሰትዩን ግን ዝኾነ ነገር ኣይኮነን፣ ክሳብ ተወሳኺ ክወሃቦ ይሓትት ነበረ። እቶም ቀተልቲ ምስ ሰንበዱ ሓደ ካብኣቶም ብጠመንጃ ተኩሱሉ። ራስፑቲን ወደቐ፣ ግን ድሕሪ ሒደት ደቓይቕ ተንሲኡ ነቲ ቀታሊኡ ክሓንቆ ፈተነ። እንደገና ሰለስተ ግዜ ተኮሱሉ፣ ብርቱዕ ድማ ደብደብዎ። ኣብ መወዳእታ ብሰንሰለት ኣሲሮም ናብቲ በረድ ዝመልኦ ሩባ ኔቫ ደርበይዎ። ሬስኡ ድሕሪ ሰለስተ መዓልቲ ምስ ተረኸበ፣ እቲ ዘገርም ነገር ራስፑቲን ካብቲ ሰንሰለት ክወጽእ ይፍትን ከም ዝነበረ ምልክታት ተረኺቡ። ኣብ መወዳእታ ዝሞተ ብሰንኪ እቲ ቁሪ ማይ እምበር ብመርዚ ወይ ብጥይት ኣይነበረን። ራስፑቲን ክሳብ ሎሚ ከም ሓደ ካብቶም ምስጢራውያን ሰባት ታሪኽ ይጥቀስ። ናይ ሎማዓንቲ ሕሶና እዚ ዝተኸታተልኩሞ ይመስል ነይሩ። ትሕሶና ተፈቲኹሞ ላይክ ምግባር፣ ሓሳብ ኣስተያየትኩም ኣብ ኮሜንት ምጽሓፍን ታሪኽ ንዝፈቱ ዓርክኹም ሼር ምግባርን ኣይትረስዑ። ሳብስክራይብ to ቻነልና፣ ቻነል መዳ ኣለም። ሰላም።